ሰላም ክቡራት ተኸታተልቲ መደብና ከመይ ቀኒኹም ንሎሚ ድማ መበል 11 ክፋል ትምህርትና ሒዝናልኩም መፂእና ኣለና እሞ ብሩኽ ምክትታል ኣብ ናይ ዝሓለፈ ክፋል ትምህርትና ብዛዕባ ኣፕሊኬሽን ሶፍትዌር ዝብል ኢና ተማሂርና ነርና ኣፕሊኬሽን ሶፍትዌራት ወይ ድማ ዴስክቶፕ ኣፕሊኬሽን ከምኡ እውን ናይ ሞባይል ኣፕሊኬሽን ፍልልያቶምን ብኣብነት ኣሰኒና ርኢና ብተወሳኺ እውን ከመይ ጌርና ኣፕሊኬሽን ሶፍትዌር ንፅዕን ኣብ ኮምፒውተርን ሞባይል ቴሌፎናትናን ርኢና ነርና ኣብ ናይ ሎሚ ትምህርትና ድማ ሓዳስ ኮምፒውተር ገዚእና ከመይ ጌርና ንስራሕ ክልውቲ ንገብራ ዝብል ክኸውን እዩ ናብቲ መደብ ከብለኩም ሕራይ እምበኣር ሓዳስ ኮምፒውተር ካብ ባኮ ከፊትና ኣውፂእና ገጣጢምና ንስራሕ ድልውቲ ክንገብራ ምስ እንደሊ ክንገብሮም ወይ ድማ ክንክተሎም ዘለና ደረጃታት እንታይ ይመስሉ? እዚ ማለት እታ ኮምፕዩተር ኣብ ባኮ ተዓሺጋ መጺኣትና ኣላ፣ እንተኾነ እቲ ውሽጣዊ ኣካላታ ኣይኮናን ንዛረብ ዘለና። እንታይ ደኣ ሞኒተር ምስ ሲስተም ዩኒት ኣላጊብና፣ ዘድሊ ሓይሊ ኤሌክትሪክ ሂብና ከምኡ'ውን ኪቦርድን ማውዝን ኣወሃሂድና ከመይ ጌርና ንስራሕ ንጥቀመላ ኣብ ዝብል ዛዕባ ኢና ከነተኩር። ምናልባት ሓዳስ ኮምፒውተር ካብ ባኮ ኣውፂእና ክንዳልዋ ኣብ ንደልየሉ እዋን ምስኣ ዝመፅእ ናይ መምርሒ ወረቐት ይህሉ ይኸውን እዩ ስለዚ ብዘይ ዝኾነ ፀገም ነቲ መምርሒ ተኸቲልና ክንገጣጥማን ክንጥቀመላን ንኽእል ኢና ሕራይ እምበኣር ኮምፕዩተርና ላፕቶፕ ምስ እትኸውን ከፊትና ንወልዓያ፣ ናይ ባተሪ ቻርጅ ምስ ዘይብላ ቻርጅ ጌርና በቲ ምስኣ ዝመጸ ኣዳፕተር ክንጥቀመላ ድማ ንኽእል። ተወሳኺ ከም ስፒከር ወይ ማውዝ ምስታ ላፕቶፕ ኣላጊብና እውን ክንሰርሕ ንኽእል። ሕራይ እምበኣር ሕጂ ድማ ከመይ ጌርና ሓንቲ ዴስክቶፕ ኮምፒውተርና ኣገጣጢምና ንስራሕ ድልውቲ ንገብራ ብዝብል ደረጃ ብደረጃ ክንርኢ ኢና ስቴፕ 1 መጀመርያ ነቲ ሞኒተር ነቲ ሲስተም ዩኒት ሸፊንዎ ዝመጽእ ፕላስቲክ መሸፈኒታት ኣሊና ኣብ ጣውላ ንሰቕለን። እቲ ንጥቀመሉ ቦታ እኹል ኣየር ዝኣትዎ እንተኾነ ተመራጺ እዩ። ስቴፕ ቱ ወይ ድማ በቃ ካልኣይ ደረጃ ብድሕሪ እዚ እታ ሞኒተርና ምስቲ ሲስተም ዩኒት በዚ ንሪኦ ዘለና ቪጂኤ ዝበሃል ገመድ ተጠቂምና ነላግበን ብድሕሪ ሞኒተርና ነዛ ኣብ ስእሊ ንፀጋም ወገን ዘላ ማለት እዩ ንሪኣ ዘለና 15 ፒን ዘለዋ ኮኔክተር ክንርኢ ኢና ወይ ድማ ክንረክብ ኢና ሓደ ጫፍ ናይዛ ቪጂኤ ገመድ ኣብኣ የእቲና ንኣስራ ብሎኒ ዝመስላ ነገራት ኣለወን ብእን ጌርና ንኣስራ ገምጢልኩም ከይተእትዎ ግን ቅርጹ ክትሕልውሉ ኣለኩም ብድሕሪኡ ኣብታ ኮምፒውተርና ድማ ማለት ኣብቲ ሲስተም ዩኒት በቲ ሓደ ጫፋ ድማ ልክዕ ከምዛ ፖርት እዚኣ ቪጂኤ ፖርት ክንረክብ ኢና ኣብኣ ከዓ ነላግባ እሞ ንኣስራ ኮምፒተርኩም ኦል ኢን ዋን ማለት እቲ ሞኒተርን እቲ ሲስተም ዩኒትን ኣብ ሓደ ምስ ዝኸውን ግን እዚ ንዛረበሉ ዘለና ብቪዥኤ ምልጋብ ኣየድልየኩምን እዩ ስለዚ ናብ ስቴፕ 4 ንሰግር ሕራይ እምበር ኮምፒተርና ኦል ኢን ዋን ምስ ዘይትኸውን ናብ ስቴፕ 3 ክንርኢ ኢና እተን ቪጂኤ ገመድ ዝእሰራ ብሎን ዝመስላ ኣለወን ስለዚ ነተን ብሎን ንኣስረ ብክልቲኡ ወገን ብኮምፒውተርና ወገንን ብሞኒተር ወገን ኣብዚ ክንግንዘቦ ዘለና ሓይሊ ተጠቂምና ዝኾነ ነገር ክንሰርሕ የብልናን ምክንያቱ ነቲ ፒን ኣብቲ ኮነክተርስ ዘሎ ክትዓፅፍዎን ክባላሸዎን ስለ ዝኽእል ስቴፕ ፎር ቀጺልና ኪቦርድና ምስታ ኮምፒውተር ነላግቦ እቲ ንጥቀመሉ ኪቦርድ ዩኤስቢ ዝጥቀም ምስ ዝኸውን ኣብ ዝኾነ ናይ ዩኤስቢ ፖርት ነላግቦ ፒኤስቱ ዝጥቀም ምስ ዝኸውን ግን መጀመርያ ኮምፒውተርና ብድሕሪት ናይ ፒኤስቱ መላገቢ ኣለዋን የብላን ንርኣያ እሞ ነታ ሊላ ሕብሪ ዘለዋ ኮኔክተር ምስ ከምኣ ሕብሪ ዘለዎ ብድሕሪ ኮምፒዩተርና ኣቃውማን ቅርጽን ሓሊና ነላግቦ። ኣብዚ ግን ክንጥንቀቕ ኣለና ምኽንያቱ እቲ ምራፍ ብቐሊሉ ክስበረና ስለ ዝኽእል። Step 5 ብተመሳሳሊ መንገዲ ከም ናይ ኪቦርድ ነታ ማውዝ ድማ ነላግባ። PS2 ምስ እትኸውን እታ ቀጠልያ ሕብሪ ክህልዎ እዩ። ምናልባት ዋየርለስ ማውስ ንጥቀም ምስ ንኸውን ግን ነታ ፍላሽ ትመስል ዶንግል ኣብ ዝኾነ ዩኤስቢ ፖርት ነላግብ ኣቐድም። እታ ማውስ ድማ ባተሪ ከም ዘለዋ ከነረጋግጽ ኣለና። Step 6 ተወሰኽቲ ከም ስፒከር ወይ ሄድፎን ዝኣመሰሉ ንብረት ክንጥቀም ምስ እንደልይ ወይ ምስ ዝህልውና ድማ ስፒከር ወይ ሄድፎን ኣብታ ቀጠልያ ሕብሪ ዘለዎ ፖርት ንላግቦ ማይክሮፎን ምስ ዝህልወና ድማ ኣብታ ሮዛ ሕብሪ ዘለዋ ብድሕሪት ኮምፒውተርና ትርከብ ፖርት ኣብኣ ንላግባ

ስቴፕ 7 ቀፂልና ናይ ኤሌክትሪክ ገመዳትና ንላግቦ ኣብዚ ሓንቲ ምስታ ሞኒተር ዝላገብ ክኸውን ከሎ እቲ ሓንቲ ድማ ምስ ኮምፒውተርና ፓወር ሳፕላይ ንላግቦ ቀፂልና ምስቲ ፓወር ኣዳፕተር ወይ ድማ ፓወር ዲቫይደር ንላግቦ

UPS ኣብ ንጥቀመሉ ግዜ እታ UPS ምስ ናይ መንደቕ ሶኬት ንላግባ እሞ እተን ካብ ሞኒተርን ኮምፒውተርን ዝላገብ ገመዳት ግን ምስታ UPS እየን ዝላገባ ስለዚ ቁርብ ፍልይ ይብል ማለት እዩ Step 8 ኣብ መወዳእታ እታ ፓወር ዲቫይደር ወይ ድማ እታ ሰርጅ ፕሮቴክተር ናብ መንደቕ ወይ ሶኬት ነላግባ እሞ ነታ ሰርጅ ፕሮቴክተር መወልዒ ምስ ዝህልዋ ድማ ንውልዓ Step 9 ካልኦት ተወሰኽቲ መሳርሒታት ከም ፕሪንተር፣ ስካነር፣ ዌብካም ምስ ዝህልውና ድማ በቲ ናታቶም ፖርት ተጠቂምና ምስ ኮምፒውተርና ነላግቦም። ወዲእና ሕጂ ብዘይ ጸገም ኮምፒተርና ክንጥቀመላ ንኽእል ማለት እዩ ኣብ ናይ ሎሚ ትምህርትና ሓዳስ ኮምፒውተር ካብ ባኮ ኣውፂእና ከመይ ጌርና ገጣጢምና ንስራሕ ድልውቲ ንገብራ ክንክተሎም ዘለና መንገድታት ኢና ተማሂርና እዛ ቪድዮ ጠቒማትኩም ክትከውን ተስፋ እናገበርኩ ካልኦት ክጥቀሙላ ድማ ሼር ክትገብርዋ በዚ ኣጋጣሚ ምሕፀን ስለ ዝተኸታተልኩምና ኣዚና ነመስግን። ዘለኩም ሕቶን ርኢቶን ኣብ ኮመንት ጽሓፉልና። ዝቕጽል ትምህርትና ኣጠቓቕማ ኮምፒውተር ዝብል ክኸውን እዩ። ኣብ ቀጻሊ የራኽበና።